ክብሪ ኣምላኽ ይኹን ባዶ መዓንቲ ሓቢርና ንሪኦ ቃል ኣምላኽ ካብ ኤፌሶን ሓሙሽተ ዓሰርተ ሓሙሽተ ክሳብ ዓሰርተ ሸውዓተ ዘሎ ከነንብብ ኢና ክብሪ ንኣምላኽ ይኹን እምበኣርሲ ቅንያቱ ክፉእ እዩ እሞ ግዜ ዓዲግኩም ከም ለባማት እምበር ከም ዓያሱ ዘይኮነ ከመይ ብጥንቃቐ ከም እትመላለሱ ተመልከቱ። ምእንቲ እዚ እቲ ፍቓድ ጐይታ እንታይ ምዃኑ ኣስተውዕሉ እምበር ዓያሱ ኣይትኹኑ። ዝርገት ኣለዎ እሞ ብወይኒ ኣይትስከሩ። ኦኬ ደሓን እስካብታ ዓሰርተ ሽዱሽተ ዘላ እያ እታ መልእኽተይ ክብሪ ንኣምላኽ ይኹን ሃለሉያ። ሎማዓንቲ ሃገርና ንመሃሮ ኣርእስቲ ግዜኻ ዓዲምካ ብጥበብ ምምልላስ ዝብል ኢና ክንመሃር ክብርና ኣምላኽ ይኹን የሱስ ጎይታ ዩ ቅንያቱ ክፉእ ዩ እሞ ግዜ ዓዲምኩም ከም ለባማት እምበር ከም ዓያሱ ዘይኮነ ከመይ ብጥበብ ከም ትማላለሱ ተጠንቀቁ ይብለና ቃል ኣምላኽ ማለት እዩ ክብሪ ንኣምላኽ ይኹን ዘለናያ ዘመን ናይ መጠረሻ ዘመን እዩ ዘለናያ ዘመን ዓለም ብኹሉ ነገር ከፊኣትሉ ዘላ ዘመን እዩ ሞራላዊ ውድቀት መንፈሳዊ ውድቀት ብኹሉ ዝተበላሸወትሉ ግዜ እዩ ንሕና ከም ኣመንቲ ከመይ ጌርና ብጥበብ ብምስትውዓል ግዜና ዓዲግና ክንመላለስ ከም ዘለና ቃል ኣምላኽ ይምህረና ኣሎ ክብሪ ንኣምላኽ ይኹን ምኽንያቱ ንእግዝኣብሄር ብፍርሃት ናይ እግዝኣብሄር ሓሳብ ኣብ ህይወትና ብምግላጽ ማለት እዩ ብጥበብ ንእግዝኣብሄር ብምፍራሕ ክንመላለስ ከም ዘለና፣ ከነስተውዕል ከም ዘለና፣ ለባማት ክንከውን ከም ዘለና ቃል ኣምላኽ ይምህረና ማለት እዩ። ክብሪ ንኣምላኽ ይኹን። ኣብ ዘመን ኖህ እንድሕር ርኢና ኖህ ዓቢ ትምህርቲ ይኾነና እዩ ማለት እዩ። ኣብ ዘመን ኖህ ዓለም ብኹሉ ነገር ተባላሽያትሉ ዝነበረት ዘመን ሰብ ልቡ ብዝሓለሎ ኹሉ ዝኸደሉ ዝነበረ ዘመን፣ እግዝኣብሄር ሰብ ብምፍጣሩ ዝተሰዓሰሉ ዘበን እዩ ነይሩ። ክፍኣት ናይ ወዲ ሰብ ኣዝዩ ዝኸፍኣሉ ዘመን እዩ ነይሩ። ኖህ ግና ካብቶም ወለዶታቱ ኢንታ ዘይብሉ ጻድቕ ሰብኣይ ነበረ። ክብሪ ንኣምላኽ ይኹን። እግዝኣብሄር ኣብ ዘመናት ኩሉ ንዕኡ ዘገልግሉ ንዕኡ ዝኾኑ ተረፍ ኣለዎ ክብሪ ንኣምላኽ ይኹን የሱስ ጎይታ እዩ ኩሉ ግዜ እግዝኣብሄር ንዓና ዝሓስቦ ሓሳብ ሰናይ ኖህ ኣካይድኡ ምስ እግዝኣብሄር እዩ ወጊኑ እቲ ከባቢኡ ዝነበረ ብልሽው እዩ ነይሩ ከባቢኡ ዝነበረ ንግዝኣብሄር ዘይፈርሕ ህዝቢ እዩ ነይሩ ልቡ ብዝሓለሎ ዝኸይድ ዝነበረ ህዝቢ እዩ ነይሩ ኖህ ግን ኣካይድኡ ምስ እግዝኣብሄር ሎሚ ኣካይዳና ምስ እግዝኣብሄር ክኸውን ኣለዎ ክብሪ ንኣምላኽ ይኹን ኣብ ዘለናዮ ግዜ ክፉእ ግዜ ኣብ ዘለናዮ ግዜ ሞራላዊ ውድቀት ዘለዎ መንፈሳዊ ውድቀት ዘለዎ እግዝኣብሄር ህላውነት እግዝኣብሄር ዘይእመነሉ ግዜ ዘለና ኣምላኽ የለን ዝብሃለሉ ግዜ ዘለና ንሕና ግና ብጽድቂ ክንመላለስ እግዝኣብሄር ይደሊ ክብሪ ንኣምላኽ ይኹን ኖህ ምስ እግዝኣብሄር ኣካይድኡ ጌሩ ኣካይዳና ኩሉ ግዜ ንቕድሚት ናብ እግዚኣብሔር ናብኡ ዝጥምቱ የንጸባርቁ ከቶ ድማ ኣይከስተሓፍሩን እዮም ክብሪ ንኣምላኽ ይኹን ሃለሉያ እግዚኣብሔር ድማ ንጻድቅ ይባርኮ ከም ጸጋ ድማ ብዋልታ ይኸቦ እዩ ኣብቲ ክፉእ ግዜ ኣብቲ ሽግር ኣብቲ ከፊኡሉ ዘሎ ግዜ ነቲ ጻድቅ ግና ብጸጋ ከም ብዋልታ እንታይ ይገብሮ ይኸቦ ክፉእ ኣይረኽበካን እዩ መላእኽት እዝኣብሄር ኣብ ዙርያ እቶም ዝፈርሕዎ ይሰፍር፣ የናግሆም። መላእኽት ምልኣኹ ሊኢኹ እንታይ ይገብረካ? የናግፈካ። ሓንትስ ጥራይ እንታይ? ኣካይዳና ምስ እግዝኣብሄር ይወግን። ምስ እግዝኣብሄር ደው ጥራይ ንበል። ክብሪ ንኣምላኽ ይኹን። ንኖህ ካዕ ካብታ ቀዳመይቲ ዓለም ብማይ ኣሂ ዝጠፍኣትሉ ዘመን ኖህ ግና ጻድቕ ሰብኣይ ኢንታ ዘይነበሮ ስለ ዝነበረ ኣካይድኡ ድማ ምስ እግዝኣብሄር ስለ ዝገበረ እግዝኣብሄር ጥራይ ክገብሮ ከሎ ንርኢ ንዕኡን ንቤቱን ከድሕኖም ከሎ ንርኢ ክብሪ ንኣምላኽ ይኹን የሱስ ጎይታ እዩ ኣካይዳና ሪኦም ሰባት ናብ ጎይታ ይመጹ እዮም ከይመስከርና የሱስ ክርስ ደቂ መዛሙርቲ እንታይ እዮም ኢሎሞ ኣብ ኣንጾክያ ማለት'ዩ ክርስትያን ተሰመዩሲ ልክዕ ንክርስቶስ ይመስሉ ኢሎምሲ ክርስትያን ኢሎሞ ኣካይዳና ሪኦም ከመይ ንኸይድ ኣለና ሪኦም እዚኦምሲ ደስ ክብሉኻ እዚኦምሲ ናይ ክርስቶስ ኢዮም ዝብል ሂወት ክህልወና እግዝኣብሄር ይደሊ ክብሪ ንኣምላኽ ይኹን የሱስ ጎይታዩ ኣብ ዘመነ ሎጥ እንድሕር ሪኢና ኣብ ዘመነ ሎጥ ድማ ከምኡ ዓለም ዝኸፍኣትሉ ግዜ ዝነበረ እዩ ማለት እዩ። ከምዚ ሕጂ ዘለዎ ማለት እዩ። ተመሳሳሊ ጾታ፣ ሶዶምን ጎሞራን ዝነበረሉ ግዜ ዝበዝሓሉ ግዜ እዩ ነይሩ። ኖህ ግን፣ እታ ሎጥ ግን እታ ጻድቕ ነፍሱ ትስቀ ነበረት። በቲ ዝሰምዖ በቲ ዝሪኦ ዝነበረ ኣብ ማእኸሎም እንታይ ይኸውን ነይሩ? ይስቀ ነይሩ። ይስቀ ሎጥ ግን ኣካይድኡ ምስ እግዚኣብሔር እዩ ገይሩ። ክብሪ ንኣምላኽ ይኹን። ንሎጥ እግዚኣብሔር ካብቲ እሳት ሓዊ ከድሕኖ ከሎ ድማ ንርኢ። ክብሪ ንኣምላኽ ይኹን። የሱስ ጎይታ'ዩ። ብጽድቂ ክንመላለስ ከሎና ኢድ እግዝኣብሄር ምሳና ኣላ። ብጽድቂ፣ ብቕንዕና፣ ብሓቂ ክንመላለስ ከሎና፣ ምስ እግዝኣብሄር ክንውግን ከሎና ናይ እግዝኣብሄር ኢድ ምሳና ኣላ። ክብሪ ንኣምላኽ ይኹን። ግርሕዎ እምበር ነቲ ጸልማት ፍረ ግብሮም ስሶም ኣይትሕበሩ ኢሉ ቃል ኣምላኽ። ኣብ ስራሕና ይኹን ኣብ ትምህርትና ይኹን ኣብ ጎረቤትና ይኹን ኣካይዳና ከነጸብቅ ክንክእል ኣለና። እቲ ፍረ ጸልማት ግብሪ ካብኡ ክንእለ ኣለና። ካብኦም ዘይኮነሲ ካብቲ ግብሮም። ተፈሊና ብጽድቂ ክንማላለስ ኣለና ክብሪ ንኣምላኽ ይኹን የሱስ ጎይታ እዩ ናይ የሴፍ ሂወት እንድሕር ሪኢና ከምኡ እዩ የሴፍ ሂወቱ ንእግዝኣብሄር ዝወገነ ናይ እግዝኣብሄር ሰብ እዩ ነይሩ ክብሪ ንኣምላኽ ይኹን የሴፍ እግዝኣብሄር በቲ ዝሃቦ ራኢ በቲ ሕልሚ ዝነበሮ ራእይ ነሕዋቱ ምስ ነገሮም ኣሕዋቱ ከይተረፉ እንታይ ገይሮሞ ተሲኦሞ ብዝረኣዮ በቲ ጻዊዒት ናቱ በቲ እግዝኣብሄር ኣብ ውሽጡ ዘቅመጠሉ ስለ ተዛረበ የሕዋቱ ተንሲኦሞ እሞ ንሕናን ወለድና ወለድኻንሲ ንዓኻ ክሰግዱ እዮም እዚ ሳይከውን ኣሕዋቱ ክጻብእዎ ከሎ እቲ እቲ ሽግርሲ ካብ ገዝኡ ጀሚርዎ ኢልእግዚኣብሄር ግን ኩሉ ግዜ ምስ ዮሴፍ ነይራ ኣብ ባርነት ምስ ከደ ካብኡ ድማ ፈተና መጺዎ ኢልእግዚኣብሄር ምስኡ ስለ ዝነበረት ዝገበሮ ኩሉ ኸዓ እንታይ ይገብረሉ ነይሩ ይቐጥዓሉ ነይሩ እዚ ምስ ረኣየ እቲ ጎይትኡ ድማ እንታይ ገይርዎ? ኣዛዚ ኹሉ ገይርዎ። ጽቡቕ እናነበረ ከሎ ድማ ፈተና ድማ ክመጾ ከሎ ንርኢ ማለት እዩ። ሰይቲ ጎይትኡ እንታይ ክትብሎ ከላ? ምሳይ ደቅስ ክትብሎ ከላ ንርኢ ማለት እዩ። የሴፍ ግና ጻድቕ ሰብኣይ ነበረ። የሴፍ ግና ኣብ ኩሉ ነገር እንታይ ገይረኒ እዩ ግዝኣት ሂብኒ እዩ ሸይምኒ እዩ ኣባኺ ግን እዝስ እዚ ክፉእ ነገር እዚ ከመይ ገይረ ኣብ ቅድሚ ኣምላኸይ ክገብሮ ይኽእል ኢሉ ክወፅእ ከሎ ንርኢ ክብሪ ንኣምላኽ ይኹን ካብ ፈተና ድማ እግዚኣብሔር የውፃካ ፈተና ዙርያኻ ክኸብብ እንከሎ እግዚኣብሔር ድማ መውፅኢ ይገብረልና እዩ ክብሪ ንኣምላኽ ይኹን የሱስ ጎይታ እዩ። ኣብ እስሪ ቤት የሴፍ ብሰንኪ እዚ ነገር እዚ እስሪ ቤት ምስ ኣተወ እንታይ እዩ ኮይኑ? ኣብኡ መፍትሒ እዩ ኮይኑ። ኢድ እግዚኣብሔር እንድሕር ኣላ ምሳኻ ወላ ኣብቲ ዝጸበበ ነገር ወላ ኣብ እስሪ ቤት ይኹን ብዘየገድስ ኣብ መከራ ይኹን ብዘየገድስ ኣብ ሽግር ይኹን ብዘየገድስ እግዝኣብሄር ታይ ኣለዎ መውፅእ ኣለዎ ክብሪ ንኣምላክ ይኩን ኣብቲ እስርቤት ኮይኑ እንታይ ኮይኑ ብርሃን ኮይኑ ነቶም ኣብኡ ዝነበሩ እሲ መንገዲ ኮይንዎም ናብ እግዝኣብሄር ናይ እግዝኣብሄር ጥበብ ኣብኦም ከም ዝረእ ገይሩ ክብሪ ንኣምላክ ይኩን ነቶም ክልተ ድማ ሕልሚ ክፈትሓሎም ከሎ ንርኢ ሕልሚ ምፍታሕ እሲ ናይ መን እዩ ናይ እግዝኣብሄር እዩ ኢሉ ክፈትሓሎም ከሎ ንርኢ ክብሪ ንኣምላኽ ይኹን ኣካይድኡ ምስ እግዝኣብሄር ዝገበረ የሴፍ ክብሪ ንኣምላኽ ይኹን ኣብ መጠረሻ ከም ንሪኦ ድማ የሕዋቱ ምስ ረኸቦም ብሕነ ምፍዳይ ኣይተስእን የሴፍ ክብሪ ንኣምላኽ ይኹን። ንስኻትኩም ንኹፈኤይ ሓሰብኩሞ፣ እግዝኣብሄር ግና ንጽቡቐይ ለወጦ፣ ኽብሪ ንኣምላኽ ይኹን። ናይ ምሕረት ልቢ ነይርዎ፣ ኽብሪ ንኣምላኽ ይኹን። ስለዚ ኣካይዳና ኹሉ ግዜ ናይ ምሕረት ልቢ ኽህልወና ኣለዎ። ምፍላይ ሕደ ናይ መን እዩ? ናይ እግዝኣብሄር እዩ። ንሕና እንታይ ልክዕ ከም የሴፍ ከም የሴፍ ዝተበደለ የለን። በሕዋቱ'ዩ በደል መጺኡ። ግና ናይ ምሕረት ልቢ ነይርዎ፣ እግዚኣብሔርስ ንዓኹም ንምድሓነይ ቀቅድሜኹም ሰዲድኒ ክብሪ ንኣምላኽ ይኹን ሃለሎያ መንገዲ ጻድቃን ከም ብርሃን ወጋሕታ እያ ፍጹም መዓልቲ እስካዕ ዝኸውን ድማ እናወሰኸት ትኸይድ ክብሪ ንኣምላኽ ይኹን ሃለሎያ ብርሃንካ እናወሰኸ ይኺድ ብርሃነይ እናወሰኸ ይኸይድ። ብርሃንኪ እናወሰኸ ይኸይድ። ሃሌሉያ። ከም ብርሃን ወጋሕ ፍጹም መዓልቲ እስካዕ ዝኸውን እናበርሀት እናወሰኽካ እናበርታዕኻ እናሓየልካ ናይ እግዚኣብሔር ክብሪ ኣብ ሕይወትካ እናተገልጸ ብብርሃን እናተመላለስና ብርሃንና ኣብ ቅድሚ ሰባት እናብርሃና ሃለሎያ ብርሃን ኣብ ጸልማት የብርህ ጸልማት ድማ ኣይሓዞን ሃለሎያ መንገዲ ጻድቃን ከም ብርሃን ወጋሕታ ፍጹም መዓልቲ ክሳዕ ዝኸውን እናበርሀት ትኸይድ ክብሪ ኣምላኽ ይኹን ሎሚ ሕይወትና እናበርሀ ይኸይድ ኣካይዳና ምስ እግዚኣብሔር ይወግን ግዜ ዓዲግና ከም ለባማት ነዚ ዘመን እዚ ክንፈልጦ እግዚኣብሔር ምስተውዓል ሃበና ሃለሎያ የሱስ ጐይታ ካልእ ንሪኦ ብጥበብ ምምልላስ ብጥበብ ምምልላስ ክብሪ ንኣምላኽ ይኹን ከመይ ጌርና ኣካይዳና ንእግዝኣብሄር እናኽበርና ብጥበብ እንመላለስ ክብሪ ንኣምላኽ ይኹን መጀመርታ ጥበብ ንእግዝኣብሄር ምፍራሕ እዩ ካብ ክፉእ ንምርሓቕ ድማ ምስትውዓል እዩ እታ መጀመርያ ጥበብ እንታይ እያ ንእግዝኣብሄር ምፍራሕ እዩ ክብሪ ንኣምላኽ ይኹን። ንእግዚኣብሔር ብዝፈራሕናሉ፣ ንእግዚኣብሔር ብዘኽበርናሉ መጠን ማለት እዩ፣ ህላውነት እግዚኣብሔር ምሳና ይኸውን ማለት እዩ። ንጥበብ መጀመሪኣ እንታይ እያ? ንእግዚኣብሔር ምፍራሕ እዩ። ብኣሉታዊ ምፍራሕ ዘይኮነሲ ብኣውንታዊ ንእግዚኣብሔር ብምኽባር ንእግዚኣብሔር እቤቱን ሓይሉን ብምስትውዓል ንእግዚኣብሄር ክንፈርሆ ከሎና እታ ናይ መጀመርታ ጥበብ ንሳ እያ። ብጥበብ ክንመላለስ እትገብረና ንእግዚኣብሄር ምፍራሕ ክብርና ከለና። ፍርሓት እግዚኣብሄር ኣብ ውሽጥና ይኹን። ብፍርሓት እግዚኣብሄር ክንመላለስ እግዚኣብሄር ይደሊ። ክብርን ኣምላኽ ይኹን። ዳንኤል እንድሕር ርኢናዮ ዳንኤል ብሉጽ መንፈስ ዝነበሮ። ዳንኤል ንእግዚኣብሔር ዝፈርሕ ሰብ ዝነበረ። ዳንኤል ካብቲ ንጉስ ብልዒ ከይበልዕሲ ብልቡ ዝሓለነ። ምኽንያቱ ነቲ መግቢ ኣይኮነን ዳንኤል ተጸይፉዎ፣ እቲ ብልዒ ዝቐርብ ኣብኡ ንጣኦታት ስለ ዝስዋእ እዩ። መጀመርያ እቲ ንጉስ ይበልዕ፣ ንጣኦታት ይጽለየሉ፣ ብድሕሪኡ እቶም ሸማውንቲ ከም በዓል ዳንኤል ዘሎ ራእሲታት ድማ ነቲ መግቢ ይቃለሱዎ ማለት እዩ። ስለዚ ካብቲ ናይ ጥንቁልና ካብቲ ናይ ኣምልኾ ዝኾነ መግቢ ከይበልዕ ብልቡ እንታይ ገይሩ ሓሊኑ ብጽድቂ ክመላለስ ደልዩ እግዝኣብሄር ድማ ኢድ እግዝኣብሄር ድማ ምስ ዳንኤል ነይራ ክብሪ ንኣምላኽ ይኹን የሱስ ጎይታ እዩ ዳንኤል ካብቶም ሚእትን ዕስራን መሳፍንቲ ካብቶም ሚእትን ዕስራን ካብቶም ሰለስተ ዝኾነ እዩ ካብቶም ሰለስተ ከኣ ሓደ ዝኾነ እዩ ክብሪ ንኣምላኽ ይኹን ምኽንያቱ ብሉጽ መንፈስ ስለ ዘለዎ ምኽንያቱ ኢድ እግዚኣብሔር ምስኡ ስለ ዘላ ምኽንያቱ ንእግዚኣብሔር ዝፈርሕ ህይወት ስለ ዘለዎ ክብሪ ንኣምላኽ ይኹን የሱስ ጎይታ እዩ። ኩሉ ግዜ መንገዲ ሓቂ ክትከይድ ኮለኻ ናይ እግዚኣብሔር መንገዲ ክትሕዝ ኮለኻ ኩሉ ግዜ ተጻብኦ ኣሎ ተጻብኦ ክመጻካ ኮሎ ክንፈርህ የብልና ምኽንያቱ ኣብ መን ከም ዝኣመንካ ትመሰረትና እንድሕር ኣስተውዒልና ሸበድበድ ክንብል ኣብቲ ዝኣመንናዮ ደው ክንበል ክብሪ ንኣምላኽ ይኹን ንዳንኤል ከምኡ ተጻብኦ እዩ መጺእዎ ማለት ንዳንኤል ሲ በታ ናይ እግዚኣብሔሩ ጥራይ ኢና ክንረኽበሉ ንኽእል እምበር ብኻልእ ወላ ሓንቲ ኢንታ ዘይብሉ ንጹህ ኣካይድኡ ጽቡቕ ዝነበረ ዳንኤል ግን በታ ናይ ኣምላኹ ነገር ብኣኣ ግን ክንረኽበሉ ንኽእል ኢና ዝብሉ ተሲኦሞ ማለት እዩ ንጉስ ናይ ናይ ንጉስ ኣዋጅ ድማ እንታይ ገይሩ ንማንም ሰብ ከይሰኪ ብጀካ ንንጉስ። ኣዋጅ ከም ደወጸ ዳንኤል ሰሚዑ ከም ልማዱ ናብ ገዝኡ ሚስጥሩ ከፊቱ ናብ ኢየሩሳሌም ዘብል ሰለስተ ግዜ መዓት ከምቲ ልማዱ። ሽግር ምዝላዓል ከም ልማድካ ናይ ጸሎት ሂወት ተነይረካ ጸሎትካ ቀጽል ኣብ ሽግርካ ኣይትርእ። ቃል ኣምላኽ ምንባብ ልማድ ተለካ። ናብ ቃል ኣምላኽካ ምንባብ ክብሪ ንኣላህ ይኹን እግዝኣብሄርስ ከመይ ኣብ ሂወተይ የኽብሮ ጥራይ ክንሓስብ ኣለና ክብሪ ንኣምላኽ ይኹን የሱስ ጎይታይ ሃለሉያ እግዝኣብሄር ድማ ንዳንኤል ካብ ኣናብስ ከውጾ ከሎ ንርኢ ማለት እዩ ክብሪ ንኣምላኽ ይኹን ዳንኤል ካብ ናይ ንጉስ ኣዋጅ ንእግዝኣብሄር ክፈርህ ከሎ ንርኢ እግዝኣብሄር ድማ ንዳንኤል ካብ ኣናብስ ከውጾ ከሎ ንርኢ ክብሪ ንኣምላኽ ይኹን የሱስ ጎይታ እዩ ሃለሉያ ጥበበኛ ልቢ ምእንቲ ክንረክብሲ መዓልትታትና ክንቆጽር መሃረና ክብሪ ንኣምላኽ ይኹን ጥበበኛ ልእዝብ እግዚኣብሔር ከመይ መዓልትታትናሲ ንሕልፎ ኣለና ብጥበብ ከመይ ንመላለስ ኣሎና እግዚኣብሔር ኣብ ሕይወትና ከመይ ይኸብር ኣሎ ከመይ ጌርና ንእግዚኣብሔር ነኽብር ኣለና ኢልና ከነስተውዕልሲ መዓልትታትና ክንቆጽር መሃረና ክብሪ ንኣምላኽ ይኹን እግዚኣብሔር መምህር እግዚኣብሔር ከመይ ብጥበብ ከም ንመላለስ ዝምህረና ኣምላኽ ኣሎና ክብሪ ንኣምላኽ ይኹን። እታ ሳልሰይቲ እንሪኣ ግዜኻ ዓዲግካ ብምምልላስ ቅንያቱ ኮፍኡ እዩ እሞ ግዜ ዓዲግኩም ከም ለባማት እምበር ከም ኣያሱ ዘይኮነ ከመይ ብጥበብ ከም ትመላለሱ ተጠምቆ ክብሪ ንኣምላኽ ይኹን የሱስ ጎይታ እዩ። ግዜ መቸም ክቡር እዩ ኩልና ከም ንፈልጦ ግዜ ኣብ ቅድሚ እግዝኣብሄር ክቡር እዩ። ግዜኻ ወፊኻ ንእግዝኣብሄር ክትመጽእ ከለኻ በረኸት እዩ። ግዜ ዋላ ኣብ ስራሕና ክቡር እዩ። በቲ ዝሰራሕናሉ መጠን ናይ ግዜ ብኡ ድማ ኣታዊ ንረክብ ማለት እዩ። ክብሪ ንኣምላኽ ይኹን። ሓንቲ ደቂቅ ትኩኑካ ብዘይ ክብሪ እግዝኣብሄር ትሓልፍ የለን ክብሪ ንኣምላክ ይኩን ሃለሉያ ግብሪ ሃዋርያት ትሽዓተ ሽዱሽተ እንድሕር ሪኢናዮ ጳውሎስ ናይ ጳውሎስ ሂወት ንርኢ ጳውሎስ ክብሪ ንኣምላኽ ይኹን። ካብታ ንጎይታና ኢየሱስ ክርስቶስ ዝኣመነላ ካብ ኣትሒዙ ጥብ ትብል ደቂቕ ኣየጥፍእን። ክብሪ ንኣምላኽ ይኹን። ጳውሎስ ናብ ደማስቆስ ክኸይድ እንከሎ ጎይታና ኢየሱስ ክርስቶስ ምስ ተራኸቦ ንምንታይ ተሳድደኒ ኣለኻ ምስ በሎ፣ ጳውሎስ ድማ እስኻ መን ኢኻ ኣነ ዘሳድደካ ምስ በሎ፣ ኣነ እቲ እስኻ ተሳድዶ ዘለኻ ኢየሱስ እየ ኢሉ ምስ ተገለጸሉ፣ ዎ ጐይታይ እንታይ ክገብር እንታይ ክገብር ትደልየኒ ኣለኻ? ቀልጢፉ እዩ ህይወቱ ለዊጡ። በዚኣ ዝኸይድ ነይሩ ነታ ማሕበር ዘሳድዳ ዝነበረ ኣብኣ ከለኹ ፖዚሽኑ ቀይሩ ናብዚኣ እዩ ቀይሩ። ኣንጻር ናይ እግዚኣብሔር ሓሳብ ይኸይድ ነይሩ፣ የሱስ ክርስቶስ ምስ ተገለጸሉ ድማ ምስ ናይ እግዚኣብሔር ሓሳብ ጎዩ ማለት እዩ። ክብሪ ንኣምላኽ ይኹን። ስለዚ ንሕና ከም ጳውሎስ ኣሳደድቲ ኢና ነርና፣ ገሌና ኣሳደድቲ ኢና ነርና፣ ገሌና ናይ እግዚኣብሔር ዕላማ ናይ እግዚኣብሔር ሓሳብ ንጻረር ዝነበርና፣ ካብታ ጎይታ ምስ ረኸብና ድማ ፖዚሽንና ቀይርና ናብ እንታይ? ናብ ዕዮ እግዝኣብሄር ክብሪ ንኣምላኽ ይኹን ክንጎዪ ይግብኣና ክብሪ ንኣምላኽ ይኹን ጳውሎስ እግዝኣብሄር ራእይ ሂብዎ ተልእኾ ሂብዎ ሃናንያ ንቕዱሳንካ እንታይ ክገብር ክስ ኣሲሉ ክኣስር ኣብዚ መጺኡ ዘሎ ኢሉ ሃናንያ ልክዕ ትኽክል ኣለኹ ከምኡ ኢኻ መጺኡ ብኸምኡ መስኪሩ ጎይታይ ግና ንዓይ ሕሩይ ኣቕሓይ ኣብ ቅድሚ ኣህዛብ፣ ኣብ ቅድሚ ነገስታት፣ ኣብ ቅድሚ እስራኤል፣ ደቂ እስራኤል ንኣይ፣ ስለ ስመይ መከራ፣ ስለ ስመይ ክንደይ ብዙሕ ሓሳረ መከራ ከም ዝቕበል ከርኢ እዩ። ክብሪ ንኣምላኽ እዩ። ሕጂ ጳውሎስ፣ ዕላምኡ እንታይ እዩ? ከመይ ጌርካ ንእግዚኣብሄር ተኽብር? ንሕና ድማ እግዚኣብሄር ነፍሲ ወከፍና ጸጋ ሂብና ኣሎ፣ ነፍሲ ወከፍና ጻውዒት ሂብና ኣሎ፣ እቲ ኣብ ልብና ዝተቐመጠ ንዕኡ ሒዝና ክንጎዪ እግዚኣብሄር ይደሊ። ክብሪ ንኣምላኽ ይኹን። ልክዕ ከም ጳውሎስ። ጳውሎስ እንታይ ኢሉ? ወንጌል ተሰበኽኩሲ ብግዲ በጺሒኒ ኢሉ። ፈትየ ተገበርክዎ ግና ዓስቢ ኣለዎ ምክንያቱ ምስ ጎይታ ፊት ንፊት ተራኪቡ ሕጂ ክብሪ ንኣምላኽ ይኩን ሓንቲ ትጠፍእ ግዜ ኣብ ጳውሎስ ኣይክትህሉን እያ ክብሪ ንኣምላኽ ይኩን ጳውሎስ እንድሕር ሪኢናዮ ኣብ እስርቤት ኮይኑ መጽሓፍቲ ጽሒፉ ሕጂ ንዓና ንበረከት ኮይንና ዘሎ ኤፌሶን ፊሊጲ ፊልሞና ቆለሴ እዚ ኣብ እስርቤት ኮይኑ እዩ ጽሒፍዎ። ክብሪ ንኣምላኽ ይኹን ኣብቲ ወላ ሓንቲ ምስ እግዝኣብሄርሲ ኣየጉረምረመን ኣብ እስርቤት ኮይኑሲ ዕዩኡ ይዓዪ ኔሩ ክብሪ ንኣምላኽ ይኹን ኣብ መከራ ይኹን ኣብ ሽግር ይኹን ብዘየገድስ ስራሕ እግዝኣብሄር ኣይንግደፍ ክብሪ ንኣምላኽ ይኹን እታ ዘላ ዕድል ክንጥቀመላ ይግብኣና ክብሪ ንኣምላኽ ይኹን ጳውሎስ ካልእ መራሕቲ የሰልጥን ኔሩ ክብሪ ንኣምላኽ ይኹን ብዘይ ዒሎ ደው ኣይበለን ንጢሞቴዎስ ንቲቶስ ንሲላስ ኣብ ፈቖዶ ዓድታት እናኸደ ማሕበራት ቤተክርስቲያናት ሽማግለታት እናቖመ እንታይ እናገበረ ንመንግስቲ ኣምላኽ እናስፍሐ ይኸይድ ኔሩ ሕጂ ኸኣ ንሕና በቲ እተጸዋዕናሉ ጻውዒት ብእኡ ማለት እዩ ንእግዚኣብሄር እናኽበርና እናዓየና ብዘይ ዕዮ ክንከውን እግዚኣብሄር ኣይፈቱን እዩ። እቲ ዘለና እቲ ዝተዋህበና ጻውዒት ንዕኡ እንታይ እናገበርና ልክዕ ከም ጳውሎስ ንጉየ ንስራሕ እግዚኣብሄር ንጉየ ክብሪ ንኣምላኽ ይኹን የሱስ ጎይታ እዩ ሃለሉያ። ጳውሎስ ወንጌል በዝረኸበሉ ኣጋጣሚታት ንወንጌል ይምስከር ነይሩ። ኣብ ከተማ ተኾነ፣ ኣብ ዕዳጋ ተኾነ፣ ኣብ መርከብ ከይተረፈ ንሮም ክኸይድ እንከሎ ኣቱም ሰባት ኣነ እግዝኣብሄር ከምቲ ዝበለኒ ንኣምላኸይ ይኣምኖ እየ እናበለ ራእይታት እናምጸ መንፈሳዊ ኣዒንቱ ክፉት ስለ ዝነበረ እናመርሐ ዝኸይድ ዝነበረ ጳውሎስ ናይ ኣምላኽ ሰብ ክብሪ ንኣምላኽ ይኹን። ንሕና ድማ ብዘየገድስ ኣብ ትምህርቲ ይኹን ኣብ ስራሕ ብዝረኸብናሉ ኣጋጣሚ ወንጌል መንግስቲ ኣፍና ክንከፍት እግዚኣብሔር ይደሊ። እዚ ዓቢ ተልእኾ ግሬት ኮሚሽን ኣብ ኩሉ ዓለም ዝባጻሕ ወንጌል ብስራት ሒዝና ጠጠው ክንብል ኣይግብኣናን ክብሪ ንኣምላኽ ይኹን የሱስ ጎይታ እዩ። ጳውሎስ ኣብ መጠረሻ ካልኣይ ጢሞቴዎስ ኣርባዕተ ሸውዓተ ሰናይ ገድሊ ተጋዲለ እቲ ጉያይ ወዲኤ እምነተይ ሓልየ ኢሉ ክብሪ ንኣምላኽ ይኹን ሰናይ ገድሊ ተጋዲለ። እምነተይ ሓለየ ጉያይ ወድየ ክብሪ ንኣምላኽ ይኹን። ናይ ዕዩ እዩ ዝዛረብ ዘሎ እግዚኣብሔርሲ ንዓይ ክቡር ኣቕሓ ኸይዎ ኣብ ቅድሚ ኣሕዛብን ኣብ ቅድሚ ነገስታትን ኣብ ቅድሚ ደቂ እስራኤልን ምስክረይ ክትከውን ኢኻ ኢልዎ ኣብ ኩሉ ከኣባጺሕዎ ወንጌል ኣባጺሑ በቃ ሰናይ ገድሊ ተጋዲለ ጉያይ ወዲኤ እምነተይ ሓሌ ጻውዒተይ ወዲኤ ማለት እዩ። እግዚኣብሔር ዝሃቦ ጻውዒት ኣብ ውሽጡ ዘቐመጦ ወንጌል ምስፋሕ ኣስፍየ ኣብጽሕዮ ጉያይ ወዲኤ ክብሪ ንኣምላኽ ይኹን ስለዚ ጳውሎስ ኣብ ኣገልግሎቱ ዕዉት ዝነበረ ሰብ እዩ ምኽንያቱ እቲ ግዚኡ ብግቡእ ተጠቂምሉ ማለት እዩ እቲ ጻውዒቱ ብግቡእ ተጠቂምሉ ማለት እዩ ንሕና ድማ እግዚኣብሔር እቲ ዘቐመጦ ኣባና ጻውዒት ኣለሊና በቲ ጻውዒት ንእግዚኣብሔር ዕዮ ንቤት ኣምላኽ ዕዮ ክንጎዪ ይግብኣኒ ልክዕ ሽዑ ከም ናይ ጳውሎስ ሰናይ ገድሊ ተጋዲለ ጉያይ ወዲኤ እምነተይ ሓልየ ክንብል ኢና ክብሪ ንኣምላኽ ይኹን የሱስ ጎይታ ሃለሉያ ክብሪ ንኣምላኽ ይኹን መንፈስ ቅዱስ ዝተሓተምና ስለ ዝኾንና መንፈስ ቅዱስ ኣብ ንኸዶ ዘበለ ኩሉ ይመርሓና እዩ። መንፈስ ቅዱስ ውሽጥና ናብቲ ሓቂ ዝመርሓና መንፈስ ቅዱስ እዩ። እንገብሮ ናብራ ብጸጋ ኣምላኽ እዩ። መንፈስ ቅዱስ ልብና እንተኸፊትና ብመንፈስ ቅዱስ እንድሕር ተመላሊስና፣ ፍቓድና ኣብ መንፈስ ቅዱስ እንድሕር ኣግዚእና፣ ጥዑም ህይወት ኢና ንነብር። መንፈስ ቅዱስ ናብቲ ሓቂ ዘበለ ክመርሓኩም እዩ። ከም ፍቓድ እግዚኣብሔር ዘንብረና መንፈስ ቅዱስ እዩ። ሓሳብ እግዚኣብሔር ዝፈልጥ መንፈስ ቅዱስ እዩ። ንመንፈስ ቅዱስ ግና ልብና ከፊትና ኣብ ውሽጥና ከም ድሌቱ ወይ ከም ድሌትና ክንዓዪ ልብና ይደሊ። ክብሪ ንኣምላኽ ይኹን። ንመንፈስ ቅዱስ ከየዋህና መንፈስ ቅዱስ ኣብ ህይወትና ክሰርሕ ልብና ብምኽፋት እቲ ዕዮ እግዝኣብሄር ኣባና ዘቐመጦ፣ እቲ ጻውኢት እግዝኣብሄር ኣባና ዘቐመጦ ብመንፈስ ቅዱስ ሓይሊ ኢና ንውድኦ ክብሪ ንኣምላኽ ይኹን። ብመንፈስ ተመላለሱ እምበር ትምኒት ስጋ ኣይክትፍጽሙን እዩ። ብመንፈስ እንድሕር ትመላለስ ኮንካ ናይ ሓሳብ መንፈስ ኢኻ ትገብር። ፍረ መንፈስ ቅዱስ ኢኻ ትፈሪ መንፈስ ቅዱስ ኣባኻ ይፈሪ ከምቲ ኣብ ገላትያ ሓሙሽተ ዕስራን ክልተን ዘሎ ፍቕሪ ሓጎስ ዕርቂ ዓቕሊ ለውሃት እምነት ህድኣት ይኣኽለኒ ምባል እዚ ፍረዚ ካብ መንፈስ ቅዱስ እዩ ዝርከብ መንፈስ ቅዱስ ብሓይሊ ብህይወትና ክሰርሕ ከሎ እዚ ፍረ እዚ ኣብ ህይወትና ይግለጽ፣ ኣካይዳና ይጥዕይ፣ ንእግዚኣብሔር ዝወገነ ህዝቢ ንኸውን፣ እግዚኣብሔር ብህይወትና ይኸብር፣ ክብሪ ንኣምላኽ ይኹን፣ መንፈስ ቅዱስ ብሓይሊ ኣብ ህይወትና ይስራሕ። ሃለሉያ። ቅንያቱ ኩፉይ እሞ እዚ ዓዲግኩም ከም ለባማት እምበር ከም ዓያሱ ዘይኮነ ከመይ ብጥንቃቀ ከም እትማላለሱ ኣስተውዕሉ ምስ ናይዚ ፍቃድ ጎይታ እንታይ ምኳኑ ትፈልጡ። ተመልከት፣ ኩሩ ንኣምላኽ ይኹን። ስለዚ ኣካይዳና ንእግዚኣብሔር ዝበቅዕ ክኸውን ብመንፈስ ቅዱስ ሓይሊ ልብና ንመንፈስ ቅዱስ ክንከፍተሉ እግዚኣብሔር ይደሊ። ክብሪ ንኣምላኽ ይኹን። ክንጽሊ ኢና። ሃሌሉያ